ብመጀመርያ ክቡር እስላማዊ ሰላምታይ ተቀበሉ ኣሰላሙ ዓለይኩም ወራሕመቱላሂ ወበረካቱ እምበኣርከስ ናይ ሎማዓንቲ ኣርእስትና እተን ቀዳሞት ዓሰርተ መዓልታት ዙልሕጃ ዝብል እዩ እወ እዘን ቀዳሞት ዓሰርተ መዓልታት ዙልሕጃ ካብተን ኣብ ውሽጢ ዓመት ዘለዋ መዓልታት ዝበለጻን ዝተፈትዋን መዓልታት እየን፣ ምኽንያቱ ኣላሁ ሱብሓነሁ ወተዓላ በዘን መዓልታት እዚኤን ኣብ ቁርኣን ኣልከሪም ምሒሉ፣ ቃለ ተዓላ ወልፈጅሪ ወለያሊን ዓሽር፣ ወለያሊን ዓሽር ማለት ትርጉሙ፣ ቀዳሞት ዓሰርተ መዓልታት ዙልሒጃ ማለት እዩ። ስለዚ ረቢ በዘን መዓልታት እዚኤን ካብ መሓለ፣ እዘን ዓሰርተ መዓልታት እዚኤን ርዝነት ናተን ቀሊል ኣይኮነን። ከምኡ'ውን ነብይና ሙሓመድ ሰለላሁ ዓለይሂ ወሰለም እዘን መዓልታት እዚኤን ካብ መዓልታት ናይ ኣዱንያ ዝበለጻን ኣዝየን ዝተፈትዋን መዓልታት እሞ ኸኣ ኣብዘን መዓልታት እዚኤን እትሰርሖ ዝኾነ ይኹን ምግባረ ሰናይ ዓመለ ሷልሕ ኣብ ቅድሚ ረቢ ሱብሓነሁ ወተዓላ ዝተፈትዋን ዝተሃርፋን ስራሕ ኮይነን ካብ ዝኾነ ይኹን መዓልታት

እዚ ክበሃል ከሎ ንኣብነት ኣብዘን ዓሰርተ መዓልታት እዚኤን ትፍጽሞ ሰላት ካብ ኣብ ካልእ መዓልታት ትፍጽሞ ሰላት ይበልጽን ይፍቶውን ወላ ውን ካብ ሮሞዳን ናዓም ወላ ውን ካብ ሮሞዳን ኣብዘን ዓሰርተ መዓልታት እዚኤን ትቆርኦ ቁርኣን ካብ ኣብ ካልእ መዓልታት ትቀርኦ ቁርኣን ዝያዳ ይፍቶን ኣጅሪ ኣሎዎን ወላ ውን ካብ ሮሞዳን ወላ ውን ካብ ሮሞዳን ኣብዘን ዓሰርተ መዓልታት እዚኤን ትገብሮ ሰደቃ ካብ ኣብ ካልእ መዓልቲ ትገብሮ ሰደቃ ይበልጽን ይፍቶን ወላ ውን ካብ ሮሞዳን ወላ ውን ካብ መዓልቲ ሮሞዳን እምበኣር ኣብዘን ዓሰርተ መዓልታት ዙልሕጃ ህይወትና ንግምግመሉ፣ ናይ ዝመጽእ ዘሎ ሓድሽ ዓመት ንጹር ስእሊ እንወስደሉ ናይ ነጥበ መቐይሮ መዓልታት ክኾና ይግባእ። ንውሽጣዊ እምነትና ግዳማዊ ተግባርናን ከጥቅዕ ዝመጽእ ኩሉ ዓይነት ንፋስ፣ ተንኮል ናይ ሸይጣን ይኹን ፍኑው ቃሕታ ነብስና ተቓዊምና ብፍላይ ብፍላይ ኣብቶም ሸሪዓዊ ግቡኣትናን ግዴታን ዝኾኑ ፍርድታት፣ ካብኡ ሓሊፉ ውን ኣብቶም ወለንታዊ ፍቱዋት ዝኾኑ ተጠውዕ ክንሰርሓሎምን ክንጓየን ይግበኣና። ኣብ ኣኼራ ዘኹርዕ ጀና ናይ ምእታው ዕድል ዘውህብን ዘውሕስን ተግባር ምዃኑ ድማ ካብቲ ዝተጠቕሰ ኣያን፣ ሓዲስ ናይ ረሱል ሰለሏሁ ዓለይሂ ወሰለም ንርዳእ። እስከ ኣብዘን ብሉጻት መዓልታት ብሉጽ ስራሕ ሰሪሕና ጸብለል ንብለሉ መደባት ንሓንጽጽ። ንነብስና ተጠቒምና ካልኦት ኣሕዋትና ዝጥቀሙሉ መገዲ ሃሰስ ንበል። መታን በቲ ንሶም ዝሰርሕዎ ሰናይ ስራሕ ኣጅሪ ክንወስድ። ከምቲ ነብይና ሙሓመድ ሰለሏሁ ዓለይሂ ወሰለም ዝበልዎ፣ መን ደለ ዐላ ኼር ፈለሁ ሚስሉ ኣጅሪ ፋዒሊህ። ስለዚ እዘን ዐሰርተ መዓልታት እዚኤን ኣብ ነፍሲ ወከፍ ኣስላማይ ኣገደስትን ኣርባሕትን መዓልታት ስለ ዝኾና ሃየ ኼር ንምስራሕ ንተዓጠቕ። ሃዛ ወላሁ ኣዕለም ወሰለላሁ ዐላ ነብይና ሙሐመድ።